ሕራይ እምበኣር ሕጂ ድማ ከመይ ጌርና ኢና ቅድሚ ሕጂ ዝሰራሕናዮም ናይ ማይክሮሶፍት ወርድ ዶክመንትስ ከፊትና ዝኾነ ክንውስኸሎም ወይ ከነጉድለሎም እንኽእል ዝብል ትምህርቲ ሒዘልኩም መፅእ ዘለኹ ሕጂ ዝተፈላለየ ዶክመንትስ ዝጸሓፍናዮም ወይ ድማ ዝሰራሕናዮም ኣለዉ ሕጂ ነዚኣቶም ከፊትና ዝኾነ ምትዕራይ ወይ ድማ ምቅያራት ክንገብረሎም ኣብ ንደሊ እዋን ኣብዚኣ ፋይል ትብል ንኣቱ እሞ ዝኾነ ማይክሮሶፍት ወርድ ወሊዕና ዋላ ነፃ ክኸውን ይኽእል እዩ ኣብ ፋይል ዝብል ንኣቱ እሞ ብድሕሪ ኦፐን ትብል ኦፕሽን ኣላትና ኣብዚ ትሪዋ ኣለኹም እዚኣ ኦፐን ትብል ኦፕሽን ኣላትና ማለት እዩ ሕጂ ኣብዚ ሰለስተ ምርጫ የምፃልኩም ኣሎ ሪሰንት ዝብል ዘሎ ኣብዚ ቀረባ እዋናት ዝሰራሕኩሞም ዶክመንትስ ኣብዚ የምፃልኩም ኣሎ ማለት እዩ ትሪኦ ኣለኹም ሎም መዓልቲ ቱደይ ኢሉ ሕጂ ምንባር ትብል ሓንቲ ኤግዛምፕል ሰሪሕና ስለ ዝፀናሕና ኣብዚ ምፅዋ ኣሎ ትማሊ ዝሰራሕናዮም ድማ እዚኣቶም ነይሮም ማለት እዩ እዚኣቶም ሴቭ ዝገበርናዮም ዶክመንትስ ነይሮም ነዚኦም ከፊትና ብቐሊሉ ከዓ ክንሪኦም ንኽእል ኢና ንኣብነት ብዛዕባ ሃሪፖተር ዝፀሓፍናያ ዶክመንት ነይራ ነዚኣ እንድሕር ደኣ ከፊትናያ ሕጂ ኣብዚ ኣምፅኣትና ኣላ ማለት እታ ዶክመንት ሪእዋ ኣለኹም ሃፒ ፖተር ኢልና ድና ፅሒፍና ያላ ሃሪ ፖተር ሃሪ ፖተር ኣብዚ መፅያ ኣላ ማለት እዩ ብተመሳሳሊ ካልእ ዶክመንት እንድሕር ደኣ ክኸፍት ደልየ ከዓ ከምኡ ኦፐን ኢለ ኣብዚ ንኣብነት ክብደት ሓዳር ትብል ዝፀሓፍናያ ዶክመንት ኣብዚ ኣቲና ከዓ ክንከፍታ ንኽእል ኢና ማለት እዩ ትሪእዎ ኣለኹም ሕጂ እተን ንኸፍተን ዘለና ዶክመንት ኣብዚ ታሕቲ እንድሕዳ ኣብታ ናይ ማይክሮሶፍት ወርድ ከይድኩም ኩለን ንኸፍተን ዘለና ዶክመንት በብናተን ዊንዶው ትኸፍተልና ኣላ ማለት እዩ ሕጂ ኣብ ሰለስቲአን ክንሰርሕ ንኽእል ኢና ማለት እዩ ንኣብነት ኣብዚ ዝኾነ ወሲኽና ዝኾነ ፅሕፈት ፅሒፍና መሊስና ሴቭ ክንገብሮ ከዓ ንኽእል ኢና ማለት እዩ ወይ ድማ ዝኾነ ምቅያራት ጌርና ኤጌን እንታይ ክንገብሮ ንኽእል ኢና ሴቭ ገለ ክንገብሮ ንኽእል ኢና ማለት እዩ ዝኾነ ክድምሶ ንደሊ ደምሲስና ክንውስኾ ንደሊ ወሲኽና ከነዕርዮ ንደሊ የዕሪና ሴቭ ጌርና ከዓ ዋላ ክንዓፅቦ እውን ንኽእል ኢና ማለት እዩ ሕጂ ከምዚኣ እናገበርና ኣብዚኣ ኦፐን ኢና ንኣቱ በዚኣ ሪሰንት ዘላ በዚ ክንከይድ ንኽእል ኢና ቅድሚ ሕጂ ዋላ ቅድሚ ሓደ ዓመት ደፀሓፍናዮ ዶክመንት እንድሕር ኮይኑ ግን ኣብዚኣ ብራውዝ ትብል ኣላትና ማለት እዩ ብራውዝ ኢልና ኣበይና ሴቭ ጌርናዮ ነርና ግን ክንዝክሮ ክንክእል ኣለና ማለት እዩ ተረዲእኩም ኣሎ ኣብ ሃርድ ዲስክኹም ክኸውን ይኽእል ኣብ ፍላሽ ዘሎ ዶክመንት ክኸውን ይኽእል ኣብዚ እናኸድኩም በዚ ናቪጌሽን ፔን ክትከፍትዎ ትኽእሉ ኢኹም ማለት ኣነ ሕጂ ኣብ ዶክመንት ዝሰራሕኽዋ ዶክመንት ንኣብነት እዚኣ ስምምዕ ስራሕ ትብል ነራ ንኣብነት ነዚኣ ክሊክ ገይረ ኣብዚኣ እንታይ ይብላ ማለት እዩ ኦፐን ይብላ ኦፐን ምስ በልኩዋ ሕጂ እታ ስምምዕ ስራሕ ውዕል ስራሕ ትብል ዘላ ስምምዕ ስራሕ ትብል ኢለ ሴቭ ገይርያ ዝነበርኩ ቅድሚ ሓደ ዓመት ንበሎ ኣብዚ ኣምፅኣትለይ ኣላ ማለት እዩ ስለዚ ከምዚ ገይርካ ኤዲት ክገብር ገለ ከዓ ይኽእል ማለት እዩ ዝኾነ ዝውሰኽተልኒ ወሲኸ ዝዕረተልኒ ዕሬ ሴቭ ገይረ ከዓኒ ከቐምጣ ከዓ ይኽእል ማለት እዩ ንካልእ ግዜ እዚ ዝኾነ ቅድሚ ሕጂ ዝፀሓፍኩሞ ፋይል ብከምዚ ኣገባብ ተጠቂምኩም ክትከፍትዎ ትኽእሉ ኢኹም ማለት እዩ እዚ ፋይል ኣትኹም ኦፐን ትብሉ ኦፐን ኢልኩም ኣብዚኣ ብራውስ ትብሉ ኣበይ ኢኹም ሴቭ ጌርኩማ ዘለኹም እታ ፋይል ክትዝክርዋ ክትክእሉ ኣለኩም ማለት እዩ ተዘይኮይኑ ከዓ ኣብዚኣ ኣትኹም ሰርች ኣላትኩም ኣብዚኣ ሰርች ትገብሩ ማለት እዩ ሰርች ጌርኩም እታ ፋይል ኔም ግን ክትዝክርዋ ክትፍትኑ ክትክእሉ ኣለኩም ማለት እዩ ሰርች ምስ ገበርኩም እታ ፋይል ኔም ክተምፃልኩም እያ ሽዑ ኣብዚኣ ከድኩም ኦፐን ትብልዋ ማለት እዩ ኣራይ ከመይ ጌርና ኢና ሓድሽ ዶክመንት ንኸፍት ሕጂ ንኣብነት ኣብዚኣ ትርእይዋ ዘለኹም ሓደ ዶክመንት ከፊተ ዝኾነ ፅሕፈት ይፅሕፍ ኣለኹ ማለት እዩ ሕጂ ብተወሳኺ ካልእ ስራሕ ድማ ክሰርሕ ደልየ ኣለኹ ወይ ድማ ካልእ ዶክመንት ከፊተ ከዓ ብዛዕባ ካልእ ኣርእስቲ ክፅሕፍ ደልየ ኣለኹ ማለት እዩ ሕጂ ኩሉ ግዜ ነዛ ድጽሕፋ ዘለኹ ሴቭ ጌረ ወዲኤ ክሎዝ ጌረ ድየ ካልእ ሓድሽ ዶክመንት ክኸፍት ዘለኒ ዋላስ ካልእ ኣማራጺ ኣለኒ ትብል እያ ሕጂ ከምዚ ሓድሽ ዶክመንት ንከፍት እንድሕዳ ደሊና እዚኣ ከም ዘላታ ኮይና ኣብዚ እናጽሓፍና ከለና ኣብዚኣ ፋይል ኢልና ንኣቱ እሞ ኒው ትብል ኣላትና ትሪዋ ኣለኹም ኒው ትብል ኦፕሽን ኣላትና ኣብዚ ኒው ሕጂ ብላንክ ዶክመንት ትብል ኣላ ከምኡውን ዝተፈላለዩ ቴምፕሌትስ ኣሎ ማለት እዩ ኦረዲ ስሩሕ ዝኾነ ቴምፕሌትስ ኣሎ ከምኡ እውን ኣብዚ ኦንላይን ኢንተርነት እንድሕር ኣለኩም ኣብዚ ከዓ ሰርች ጌርኩም ከዓ ዝተፈላለዩ ቴምፕሌትስ ከዓ ክተምፁ ትኽእሉ ኢኹም ማለት እዩ እዚ ንኣብነት ኣንዋል ሪፖርት ትፅሕፉ እንድሕር ኣለኹም ኮይንኩም ኣብዚ ሕጂ ሓደ ቴምፕሌት ኣሎ ነዚ ናይ ኣንዋል ሪፖርት ኣብኡ ኣቲኹም ዳውንሎድ ጌርኩም ብኡ ክትጅምሩ ትኽእሉ ኢኹም ማለት እዩ ተዘይኮይኑ ድማ ሓድሽ ዶክመንት ከዓ ካብዚ ብላንክ ዶክመንት ከዓ ክኸፍት ትኽእል እየ ማለት እዩ ሕጂ ትሪእዋ ኣለኹም እዚኣ ዶክመንት ቱ ኢሉ ከፊትዋ ኣሎ እታ ድፅሕፋ ዝነበርኩ ግን ኣብዚኣ እንድሕር ከይደ ኣብዝላ ማለት እዩ ዶክመንት ዋን ኢለ ድፅሕፍ ነይረ ኣነ ኣብዝላ ማለት እዩ ትሪእዋ ኣለኹም ሕጂ ኣብዚ ተመሊሰ ክፅሕፍ ይኽእል እየ ከምኡ እውን ድሕዳ ደልየ ኣብዛ ዶክመንት ቱ ከይደ ድማ ኣብዚ ከዓ ካልእ ስራሕ ከዓ ክሰርሕ ይኽእል እየ ማለት እዩ ሕጂ ኣብዚ ናይ ኣንዋል ሪፖርት ኢለ ኣብዚ ሪፖርት እናፀሓፍኩ በቲ ሓደ ከዓኒ እታ ጀሚርያ ዘለኹ ስራሕ ከዓ ክቕፅላ እየ ማለት እዩ ኦኬ ሕጂ ረዩ በዚ ኣንዋል ሪፖርት ኢለ ይፅሕፍ ኣለኹ በዚ ከዓኒ ካልእ ስራሕ ይሰርሕ ኣለኹ ማለት እዩ ብተመሳሳሊ ሳልሳይ ዶክመንት እንድሕዳ ክኸፍት ደልየ ከዓኒ ብቐሊሉ እንታይ ክገብር ክእል ኣብዛ ፋይል ትብል ይኣቱ እሞ ኒው ትብል ኦፕሽን ኣላትኒ ብድሕሪኡ ኣብዚ ብላንክ ዶክመንት ወይ ድማ ዝኾነ ቴምፕሌት ካብ ዝኸፊተ ከዓኒ ክሰርሕ ይኽእል ማለት ንኣብነት ኣነ ሕጂ ካብዞም ስራሓት ዘለዉ ቴምፕሌትስ ክወስድ እየ ኦኬ ካብዚኦም ቴምፕሌትስ ወሲደ ንኣብነት ደብዳቤ ክፅሕፍ ደልየ ኣለኹ ኣብዚ ሕጂ ወይ ድማ ሲቪ ክፅሕፍ ደልየ ኣለኹ ሕጂ ኣብዚ ረዚሜ ዝብል ኣለኒ ነዚኣ ክኸፍተ እየ ሕጂ እዚኣቶም ቴምፕሌትስ እዮም ካብቲ ናይ ማይክሮሶፍት ዝተሰርሑ ቴምፕሌትስ እዮም ትሪኦ ኣለኹም ሕጂ እዚ እዚ ካሪክለም ቪተ ንብሎ ወይ ድማ ሲቪ ወይ ድማ ረዚዩመ ኢልና ንፅውዖ መጀመሪ መበገሲ ዝኾነኒ ኣብዚ ኣዳልዮም ዲ ኣለዉ ቴምፕሌት እዩ ማለት እዩ ሕጂ ኣብዚ ንኣተኹ ኣብተን ታይፕ ዮር ኢሜይል ብለን ኣሎ ኣብዚ ኣቴ ኢሜይለይ ይፅሕፍ ኣብዚኣ ኣትየ ኣድረሰ ይፅሕፍ ኣብዚ ኣትየ ዌብሳይተ ይፅሕፍ ኣብዚ ኦብጀክቲቭ ዝፅሕፍ ኣብዚ እቲ ናይ ኤዱኬሽን ባክግራውንድ ናተይ ከምዚ እናገበርኩ ይፅሕፎ ሽዑ እዚኣ ሴቭ ገብራ ውድእቲ ዝኾነት ሲቪ ትህልወኒ እዩ ማለት እዩ ሕጂ ረእዋ ኣብዚኣ ሓንቲ ስራሕ ዘይኮነ ሰለስተ ዶክመንት ከፊተ ሰለስተ ስራሕ ክሰርሕ ይኽእል እየ ማለት እዩ ሕጂ እንድሕር ደኣ ካብ ሓደ ንላዕሊ ስራሕ ክሰርሑ እንድሕር ደኣ ደሊኹም ግድነት ኣይኮነን ሓንቲ ዶክመንት ከፊትኩም ጥራይ ኣቴ ታይምሲ ኣብ ሓንቲ ነገር ጥራይ ክሰርሑ ዘይኮነሲ ዋላ ዓሰርተ ዶክመንት ከፊትካ ክትሰርሕ ትኽእል ኢኻ ንምባል እዩ ማለት እዩ ኣቐድም ኣቢልና ኣብ ሓደ እዋን ዝተፈላለዩ ዶክመንት ከፊትና ክንሰርሕ ንኽእል ኢና ዝብል ክንመሃር ፀኒሕና ማለት እዩ ካብ ሓደ ዶክመንት ናብ ሓደ ዶክመንት እናተናጠርና ክንሰርሕ ኣብ ደልየሉ እዋን እታ ቀዳመይቲ በዚ ታስክ ማናጀር እናኣተና ካብ ዶክመንት ናብ ዶክመንት ክንለዋውጥ ንኽእል ኢና ማለት እዩ ንኣብነት ኣብዚ ክንሰርሕ ንፀንሕ ዶክመንት 6 ከምኡ ድማ ኣብ ስታስክ ባር ኣቲና ኣብ ዶክመንት 5 ኣቲና ኣንዋል ሪፖርት ንፅሕፍ ከምኡውን ኣብ ዶክመንት ዋን ኣቲና ድማ ኣብዚ ከዓኒ ብዛዕባ ሓደጋ ከዓ ኣብዚ ከዓ ንፅሕፍ ኣለና ማለት እዩ እዚኣ ሕጂ እታ ሓንቲ መንገዲ እያ ማለት እዩ ካብ ዶክመንት ናብ ዶክመንት ከመይ ጌርና እናተናጠርና ንሰርሕ ማለት እዩ እታ ካልኣይቲ ድማ ኣብዚ ኣብ ቪው ትብል ምስ ኣተኹም ኣብዚኣ ስዊች ዊንዶውስ ትብል ኣላ ትሪዋ ኣለኹም እዚኣ ኦፕሽን እዚኣ ኣብዚኣ ቪው ምስ ኣተኹም ስዊች ዊንዶው ትብል ኣላ ዶክመንት ዋን ዶክመንት ፋይቭ ዶክመንት ሲክስ እናበለ ኩሎም እቶም ከፊትኩሞም ዘለኹም ዶክመንትስ ኣብዚ ክዝርዘሩ እዮም ንኣብነት ሕጂ ብታሕቲ ንሕርኬና ሪኦ ሰለስተ ዶክመንት ከፊትና ኣለና ሰለስቲኤን ድማ ኣብዚኣ ስዊች ዊንዶው ዝብላ ሰለስቲኤን መፅኤን ኣለዋ ሕጂ ናብ ዶክመንት ፋይቭ ክቕይር ንሕዳ ደልየ ኢሚዲየትሊ ኣብ ኮላ ቀይራትለይ ኣላ ማለት እዩ ከምኡ ከኣ ኣብ ቪው ኣትየ ስዊች ዊንዶው ስብላ ናብ ዶክመንት ሲክስ ለዊጠ ክሰርሕ እንድሕር ደሊ ከዓኒ ናብዚ ዶክመንት ሲክስ ቀይራትንላ ማለት እዩ ትሪዋ ኣለኹም እዚኣ ሕጂ ቨሪ ኢምፖርታንት ዝኾነት ፊቸር እያ እዚኣ ክንፈልጣ ንክእል ኣለና ማለት እዩ ሕጂ ከምዚኣ እናገበርኩም ካብ ሓደ ዶኩመንት ክሰርሑ ትፀንሑ ናብቲ ካልእ ዶኩመንት ክሰርሑ ትኽእሉ ኢኹም ማለት እዩ እዚኣ ስዊች ዊንዶውስ ክንጥቀመላ ዘለና ሓንቲ ፊቸር ተማሂርና ኣለና ማለት እዩ ኣብዚኣ ቪው ትኣትዉ ኣብዚኣ ስዊች ዊንዶውስ ትብል ትኣትዉ ዳውን ኣሮ ኣላታ ኣብኣ ክሊክ ምስ ገበርኩም እተን ዘለዋኹም ዶክመንትስ ኣብዚ ክመፅኣልኩም እዩ ማለት እዩ